ሰላም ሰላም ክቡራት ተኸታተልቲ ናይ ስዊት እንግሊሽ ሎማዓንቲ ደሞ ብሓድሽ ናይ እንግሊሽ ትምህርቲ እየ ተመሊሰ መፀ እኒኹ ሰው ኣብ ናይ ሎማዓንቲ ትምህርትና ብጣዕሚ ኣድላይ ዝኾነ ናይ እንግሊሽ ዝርርብ ብጣዕሚ ከቀላጥፈልና ንኽእል እንግሊዝኛና ብጣዕሚ ፅቡቅ ክገብር ዝኽእል ናይ እንግሊሽ ትምህርቲ እዩ ንዚ ቻናል ዝሓደሽ እንድሕር ኮንኩም ላይክ ሰብስክራይብ ምግባር ኣይትረስዑ ኢኹም ከምኡ እውን ኖትቡክ ምሓዝ ኣይትረስዕዋ ኢኹም። ብተወሳኺ ኣብ ዘለኹሞ ቦታ ኮንኩም ኢንግሊሽ ኣብ ዝሓጸረ እዋን ምዝራብ ትኽእሉሉ ናይ ኢንግሊሽ ኮርስ ኣዘጋጅየ እኒኤኹ። እዚ ኮርስ እዚ ከመይ ኢና ንወስዶ ከመይ ኢና ንመሃር ትብሉ ደሞ ብዋትሳፕ ብዚ ታሕቲ ዝርከብ ናይ ኢንግሊሽ መምሀሪ እዩ ኦንላይን ማለት እዩ ሰው ብዝተሓት ዝርከብ ስልኪ ቁፅሪ ብዋትሳፕ ደው ኢልኩም እንግሊዝኛ ኣብ ዝሓፀረ እዋን ክትጅምሩ ትኽእሉ ኢኹም ማለት እዩ ሰው ናብ ትምህርቲ so ከምዚ ቀድም ኣቢለ ክገልጾ ዝሞከርኩ ሎማዓንቲ ብጣዕሚ ኣድላይን ብጣዕምን ጽቡቅ ዝኮነ ናይ እንግሊሽ ትምህርቲ እየ ኣምጺኤልኩም እዚ ትምህርቲ እዚ ብጣዕሚ ኢኩም ትፈትይዎ ምስካዕ መጠረሻ ርእይዎ ኢኩም ብጣዕሚ ክርደኣኩም ማለት እዩ so ኮሜንት ምጽሓፍ ለይትረስዑ ኢኩም ሓሳብኩም ኦኬ So ኣታውዕን እውን ሆምወርክ ሰርሕ ኣይ ሶ ኣብ ናይ መጀመርያ ትምህርትና ኣርእስቱ ተኣዩ ዩዝ ቱ ቢ ዩዝ ቱ እና ጌት ዩዝ ቱ ልብሉ ቃላት ኣለዉ እዞም ቃላት እዚኦም ብዙሕ መንገድ ንጥቀመሎም ኢና ዩዝ ቱ ቢ ዩዝ ቱ ጌት ዩዝ ቱ ትብል ሰለስተ እየን ዘን ቃላት ኮይኑ ግን ዓብዪ ቦታ እዩ ዘለወን ኣብ እንግሊዝኛ ማለት እዩ ሶ ከዛና መጀመርያ ዩዝ ቱ ኣላ ኣብዚኣ ብዩዝቲ ደሞ ከቐጽላ እየ ጌዩዝቲ ደሞ ከቐጽላ እየ ኩሉ ንኽእ ንኽእ ቢልና ተይኮና ላይክ ብዳዕ ብደንብ ክርደእና ምእንቲ ምስ ኤግዛምፕሉ ምስ ኩሉ ነገሩ እየ ምጽኤልኩም ለለኹ ሰው ብጣዕሚ ተኸታተሉኒ ኢኹም ሰው ናይ መጀመርያ ዩዝቱ ትብል ቃል ኣላ እዛ ዩዝቱ እዚኣ ብዙሕ ሰብ እዛ ቃል ንበይና እዚኣ እዩ ዝፈልጣ እዛ ቃል እዚኣ ዩዝቱ ትብል ዘላ ዩዝ ትብል ዘላ ቃል ኩሉ ሰብ እንታይ እያ ትመስሎ ምጥቃም እያ ትመስሎ ኮይኑ ግን ብካሊእ መንገዲ ክንጥቀመላ ከለና ካሊእ ትርጉም እዩ ዘለዋ እዛ ዩዝቱብ ክልተን ክመፃ ከለዋ ማለት እዩ ሶ እዛ ዩዝድ ትብል ቃል ዝኾነ ነገር ጥቃም ማለት እዩ ንበይና ትመፅ ተላ ከዚ ዝኾነ ኣቕሓ ካብ ዝኾነ ቦታ ትገዝ ተለኹም ኢስ ዩዝድ ተይሉ ጥቃም እዩ ሰከንድ ሃንድ እዩ ማለት እዩ ኦራይት ዳስ ግድ ቱ ተወሲኻታ ኻሊእ ዝኾነ ትርጉም እዩ ዘለዋ። እዚ ትርጉም ደሞ ኣብዚ ክንሪኦ ኢና። ኸዚ ንኣብነት እዛ ኣብዚ ዘላ ማለት እዩ እዛ ዩዝ ቱ ንጥቀመላ መኣዝ መሲልኩም ኣብ ዝሓለፈ ህይወትና እንገብሮም ዝነበርና ተግባራት ወይን እንኾኖም ዝነበርና ነገራት ንገልጸላ ቃል እያ። ኢለ ኣለኹ ኣብ ዝሓለፈ ሂወትና እንገብሮም ዝነበርና ነገራት ኸዚ ልኣብነት ቆልዑት ኾይንና እንገብሮም ዝነበርና ነገራት ኾይኑ ግን ኣብ ሕዚ ዘይንገብሮም ተጋራት ነገራት ማለት እዩ ራይት ኸዚ ብዙሕ ኣሎ ነገር ዶ ብቆልዓና ብዙሕ ንገብሮ ነገር ኢክድ ቢ ኣብ ዝሓለፈ ግዜያት ክኾን ይኽእል እዩ ጋይስ ራይት ቅድሚ ዓመት እውን ክኾን ይኽእል እዩ ሶ ኣብዞም

ታይ ንማል ይደሊ ለለኹ ኣብዚ ኣይ ልብል ኣለና so እዚ ኣይ እዚ ኣነ ክኸውን ከሎ used to ማለት ደሞ ይገብሮ ነይረ ንመዋል ንጥቀመሉ ይወራ so ኣብዚ ዝግበር ተግባር ኣለና እዚ ተግባር እዚ እንታይ እዩ ድሪንክ ዝብል ኣለና ድሪንክ ማለት ኮፊ ኣምን ድሪንክ ማለት ስታይ ምስታይ ወሮ ሶ ዴር ኢዝ ኮፊ ምስኡ መፅኡ ኣሎ ሶ ምስታይ and her ቡን so I used to drink coffee ተይለ እንታይ ማለት እዩ I used to drink coffee እንታይ ለለኹ ዩዝቱ ማለት ኣብ ሕሉፍ እንገብሮ ዝነበርና ተግባር መግለፂ እዩ ከምዚ ይገብር ነይረ ሶ እንታይ ካ ትገብር ነይርካ ድሪንክ ይገብር ነይረ እንታይ ይሰቲ ነይረ እንታይ ኮፊ ኸዚ ብጣዕሚ ዓበይቲ ዝኾኑ ሰባት ማለት እዩ ኣብ ዝኾነ ግዜ ቡን ኦር ቡና ምስታይ የቋርፅዎ እሞ ካብኡ ምስ መሓዝቶም ኦር ምስ ሓድሽ ሰብ ክራኽቡ ከለዉ እንታይ እዮም ዝብሉ ቡን ኮ ይሰቲ ነይረ እየ ከምዚ ኮ ይገብር ነይረ እየ ኮይኑ ግን ኸዚ ስለ ዘይገብርዎ ዘለዉ እዮም ዝናገሩ ዘለዉ ራይት ሶ እዚኣ ኣብ ሕሉፍ ትገብሮ ነበርካ ኮይኑ ግን ኣብ ኸዚ ዘይትገብሮ ተግባር እዩ ኦኬ ሶ መኪና እኮ ይዝውር ነይረ ይሰት እኮ ነይረ ብዙሕ ብዙሕ ነገራት ክንርኢ ኢና ሶ ኣይ ዩዝ ቱ ድሪንክ ኮፊ ተለሰ ቡናስ ይሰቲ ነይረ እየ ዝብ ዘለኹ ኣይ ዩዝ ቱ ድሪንክ ኮፊ ቡን ይሰቲ ነይረ ካልእ ኤግዛምፕል ንርኢ ኣይ ዩዝ ቱ ስሞክ ኣይ ዩዝ ቱ ስሞክ እንታይ ይገብር ነይረ ሲጋራ ሰየትክኽ ነይረ ኸዚ ንኣብነት ንዝኾነ ሰብ ሲጋራ ዘቋረፀ ምትካኽ ማለት እዩ ከይድኹም ኮፍ ኢልኹም እናዋዕጋ እናዕለልኹም እናዕለልኹም ኣነ እኮ ሲጋራ ይትክኽ ነይረ እያ ኣይ ዩዝ ቱ ስሞክ ኦኬ ኣይ ዩዝ ቱ ስሞክ ኮይኑ ግን ኸዚ ኣይገብሮን ዘሎ ማለት እዩ ትሰብ ኦኬ ኣብ ሕሉፍ ዝገብሮ ነበረ ኮይኑ ግን ኣብዚ ኸዚ እዋን ግን ዘይገብሮ ስለ ዘሎ እዩ ኦኬ ኣይ ዩዝ ቱ ኢሉ ዘሎ ማለት እዩ እዛ ዩዝ ቱ ዘላ ኣብዚኣ ትሪእዋ ኣለኹም ድሕሪ ዛይ ይብስቱ እንታይ ኢና ክነእቲ እተ ንሕና ንገብሮ ነበርና ራይት እተ ንሕና ንገብሮ ነበርና ተግባርና ነእቲ ራይት ዛትስ ኣሜዚንግ ካልኣይ ደሞ ሳልሳይ እንታይ ኣለና ኣይ ዩዝ ቱ ሊቭ ኢን ካናዳ ከዚ ንኣብነት ኣብ እስራኤል ነይርኩም ሰው ካብ እስራኤል ናብ ካናዳ ካብ ካናዳ ደሞ ናብ ዝኾነ ቦታ ለንደን ክኾን ላይክ ኣይ ዶንት ኖ ሰው ናብ ለንደን ማለት እዩ ከዚ ኣብ ለንደን ኮንኩም ኣይ ዩዝ ቱ ሊቭ ኢን ካናዳ ኢልኩም እንድሕር ተዛሪብኩም እንታይ ማለት እዩ? ኣብ ካናዳሰ ይነብር ነይረ እየ ራይት ኣብ ካናዳስ ይነብር ነይረ እየ ኣበይ ኮንካ ከተዛርቦ ኣለካ እዚ ኣብ ለንደን ኮንካ ከተዛርቦ ኣለካ ራይት ከዚ ንኣብነት ኣብ ኤሪትራ ድሕሪ ነይርኩም ከዚ ከዚ ግነበይ ትህልዩ ትኾኑ ኣዲስ ኣበባ ትህልዩ ትኾኑ ወይም ድማ ኢስራኤል ትህሉ ትኸውን ወይም ድማ ካምፓላ ወይም ድማ ኣብ ዝኾነ ቦታ ራይት ኣብ ካምፓላ ዝኾነ ሰብ ትረኽቡ እሞ ኣበይ ትነብር ኢልኩም ወር ኣበይ ትነብር ነርካ እሳ ክንመፃ ኢና ኣብዚ ከመይ ጌርና ላይክ ኣብ ሕሉፍ ትገብሮም ዝነበርካስ ብሕቶ መልክዕ ከመይ ይመፅእ ዝብል ነገር ኣበይ ትነብር ነርካ ኢልካስ ኦ ኣይ ዩስ ሊቭ ኢን ኤሪትሪያ በት ናው ኣይ ሊቭ ኢን ካምፓላ ኦኬ ኣይ ዩስ ሊቭ ኢን ኢስራኤል በት ናው ኣይ ሊቭ ኢን ካናዳ you see guys I used to live in uh, Addis Ababa but now I live in Canada you see guys so ኣብ ሕሉፍ ትገብርዎ ንዘነበርኩም ነገር ሕጂ ግን ዘይትገብርዎ ተግባር ኢኹም ትገብሩ ዘለኹም ማለት እዩ ሶ ብከምዚያ መልክዕ እንታይ ክንገብር ንኽእል ኢና ክንገልፃ ንኽእል ኢና ማለት እዩ ራይት ከምዚ ይገብር ነይረ ራይት ወይ ድማ ከምዚ ይኾን ነይረ ካልኦት ሎ እኒኦዎ እዮም ኦኬ ጋይስ ሶ እዚኣ ብኔጌቲቭ ፎርም ክንሪኣ ከለና ወይም ድማ ሃ ብምንታይ

which means ኸዚ ግን ኣብ ዝኾነ ቦታ ኮንካ ኢኻ ትዛርብ ዘለኻ ማለት እዩ that's amazing እዚ ቀይርና እዘ ነብዛ ኣይ ዘለዋ ብሺ ብዘይ ብንሳ ንሶም ክትገብርዋ ትኽእሉ ኢኹም is the same ኣብዚኣ ሺ ክብል ይኽእል እዩ she used to live in Canada right ኣብዚኣ ሂ ክገብራ ክኽእል እዩ ንሱ he used to smoke ሲጋሬት ክኽ ነይሩ ኣብዚኣ ድሞ ዘይ ክገብራ ይክእል እየን ዘይ ዩ ስትል ሊቭ ኢን ካናዳ ኣብ ካናዳ ይነብሩ ነይሮም ራይት ዳስ ኩል ሶ ዴር ኢዝ ናይዚ ተፃራሪ ብከመይ ኢና ንእትዮ ክንርኢ ኢና ኣብዚ ኔጌቲቭ ፎርም ኢለ ዘለኹ እዚ እንታይ እዩ ናይዚ ሳብ ብኔጌቲቭ ብተፃራሪ መልክዑ ከመይ ጌርና ንገልፆ ንኽእል እዩ ኦኬ ኣብዚ ይገብር ነይረ ኣብዚ ደሞ ኣይገብርን ነይረ ንምባል ማለት እዩ ሶ ኣይ ዲድን ዩዝ ቱ ከዚ ኣብዚኣ ኣይ ዩዝ ቱ ገይረያ ኣለኹ ራ ኣብዚኣ ድማ ኣይ ዲድን ዩዝ

ኣብዚኣ ዲድንት ስለ ተጠቐምና ሓንቲ ናይ ሕሉፍ መግለፂ ስለ ዝኾነት ኣብዚኣ ድሞ ዩዝ ኢና ጌርና ዘለና እሺ ዩዝድ ከይትብልዋ ኢኹም ኣብዚኣ ሓንቲ ናይ ሕሉፍ ቃል መግለፂ ስለ ዘለትና ኢና ተጠቒምና ዘለና ኣብዚ ግን እንታይ እዩ ዘሎ ኣብዚ ዲድንት ዘሎ ሕሉፍ ዝገልፀልና ስለ ዝኾነ ክልተ ናይ ሕሉፍ መቕል- መግለፅቲ ቃላት ክንጥቀም ኣይንኽእልን ኦኬ ሶ ኣይ ዲድንት ዩዝ ቱ ድሪንክ ኮፊ ኣይ ዲድንት ዩዝ ቱ ድሪንክ ኮፊ ራይት ቡን ኣይሰትን ነይረ ቡን ኣይሰትን ነይረ ንምፃእ ናብ ካልኣይ ኣይ ዲድንት ዩዝ ቱ ኢት ፒሳ ራይት ኣይ ዲድንት ዩዝ ቱ ኢት ፒሳ ሶ ፒሳ ሰ ኣይበልዒ ነይረ ኣይበልዒ ነይረ ዊች ሚንስ ኸዚ ግን እንታይ ኢኹም ትገብርዎ ኣለኹም ማለት እዩ ፒዛ ትበልዑ ኢኹም ማለት እዩ ጋይስ ራይት ኣይ ዲድንት ዩዝ ቱ ድሪንክ ኮፊ ተልኩም ኸዚ ግን ሃ ይሰተ ኣለኹ እዩ ብኻሊእ ኣገላልፃ ኦኬ ሶ ቡን ኣይሰትን ነይረ ተልካ ሃ ዊች ሚንስ ኸዚ ግን ትገብሮ ኢኻ በናው ኣይ ላቭ ኮፊ ኢልኩም ትቕፅልዎ ትኽእሉ ኢኹም ራይት ንክርደእኩም እየ ሞር ቆሪፀ ምፅኦ ዘለኹ ጋይስ ኦኬ ሶ ኣይ ዲድንት ዩዝ ቱ ኢት ፒዛ ተለ ደሞ ፒዛስ ኣይበልዕን ነይረ

ራይት ኣይ ሆፕ ይርደእኩም እዩ ዝብል ተስፋ እዩ ዘለኒ እንድሕር ሕቶ ሃሊኩም ግን ምልስ እናብልኩም ትርእይዎ እሺ ምልስ ትብሉ እሞ ድግም መቢልኩም ሕቶ ተሃልያትኩም ኣብ ኮሜንት ማለት እዩ ሶ እዚ ቻናል እዚ እውን ክዓቢ ሼር ላይክ ኮሜንት ምፅሓፍ እውን ኣይትረስዑ ኢኹም ናብ ብዙሕ ሰብ ክበፅሕ ብዙሕ ሰብ ክመሃረሉ ማለት እዩ ጋይስ ሶ ናብ ኮሽን ፎርም ክንመፅእ ከለና ድሞ እንታይ እዩ ኣብዚ እዚ ኣብዚ ዝረኣናዩስ ብሕቶ መንገዲ ከመይ ክንሓትት ንኽእል ከምዚ ትገብር ነይርካ ዶ ኸዚ ንኣብነት ምስ ብጣዕሚ ኣብ ቁልዕነት ግዜኹም ዘሕለፍኹሞ ግዜ ኣሎ ምስ ዝኾነ ሰብ እሶም ዓብዮም ትረኽቡም ተለኹም ከምዚ ትገብር ነይርካ ዶ ትበሃሃል ኢኻ ትሕምብስ ነይርካ ዶ ከምዚ ትገብር ነይርካ ዶ ቡን ትሰቲ ነይርካ ዶ ከምዚ ትገብር ነይርካ ዶ ግን ኸዚ ግን ዘይገብርዎ ዘለዉ ጋይስ ራይት ከምዚ ትገብር ነይርካ ዶ ኢልካ ትሓቶ ተለኻ ብምንታይ ኢኻ ትሓቶ ኣብዚኣ ኣላ እዛ ዲድዩ ትብል መሕትት ኣለትና ዲድዩ right did you did you ክብል ከለኹ ሰምስ ትገብር ነርካ ዶ እዩ ኦኬ did you use to ኢለ ድሕር ቱ ዝመጽእ ቃል ደሞ ኩሉ ሻብ ሀ እቲ ዝገብሮ ዝነበርኩ ተግባር መግለጺ ስለ ዝኾነ ኣብዚ ሀ ፕለይ ዝብል ኣለና ስሞክ ዝብል ኣለና ብድሕሪ እንታይ መጽእ ኣሎ እተን ሕና ሀ ኣብ ሕሉፍ እንገብሮ ዝነበርና ተግባር ማለት እዩ ንኣብነት did you use to play soccer

ራይት ቆልዓ እንዳሃለኻስ ኩዕሶ ትፃወት ዶ ከምዚ እንዳሃለኻስ ከምዚ ትገብር ነርካ ዶ እዩ ሶ ዲድ ዩ ዩዝ ቱ ፕለይ ሶከር ወን ዩ ወር አ ኪድ ራይት ዲድ ዩ ዩዝ ቱ ፕለይ ሶከር ወን ዩ ሃ ወር አ ኪድ ቆልዓ እንዳሃለኻስ ከምዚ ትገብር ነርካ ዶ ኩዕሶ ትፃወት ነርካ ዶ ካልኣይ ደሞ ኤግዛምፕል እንታይ ኣለና ዲድ ዩ ዩዝ ቱ ስሞክ ከዚ ንኣብነት ዝኾነ ሰብ ምንጭሩ ድሕር ብጣዕሚ ፀሊም ኮይኑ ወር ከንፈሩ ድሕር ፀሊም ኮይኑ ዲድ ዩ ዩዝ ቱ ስሞክ ተልኩሞ ሃ ሲጋራ ተትክኽ ነርካ ዲኻ ሲጋራ ተጭስ ነርካ ዲኻ ወይ ተትክኽ ነርካ ዲኻ ራይት ዲድ ዩ ዩዝ ቱ ስሞክ ከዚ ኣብ ሕሉፍ ዝነበረ ከምዚ ትገብር ነርካ ዲኻ ከዚ ለኣየ ኣብ መንገዲ ዝረኽበኒ ሰብ ማለት እዩ ጋይስ ብጣዕሚ ለመሳስለኒ ኣይዶኖ ገፀይ ፋሚሊያር ዲ ኮይኑ ምስ ኩሉ ሰብ ላይክ ከምዚ ትገብር ነርካ ዶ ኣብዚ ተምህር ነርካ ዶ ኣብዚ ከምዚ ትገብር ነርካ ዶ ይብለኒ ጋይስ right did you used to learn in um, in um, ሸባ ምናምን did you used to learn in ሸባ did you used to learn in ካሌብ ምናምን እዞም ዝፅውዕ ኣለኹም ኣለኹ ላይክ ናይ ትምህርቲ ቤት ስማት እዮም ሶ ኣብዚ ትምህርቲ ዝትምሃር ነርካ ዶ did you used ከዚ ዓበይቲ ኮንካ ምናምን ሰብ ትረክብ ተለካ ዋ ኣብዚ ዶ ትምሃር ነርካ እዚ ዶ ትገብር ነርካ

ካልኦት ካልኦት ማለት እዩ ካብኡ ኣብዚኣ እንታይ ኣላ መልሲ ኣላ ከዚ ከምዚ ትገብር ነርካ ዶ ክብለካ ክብለ ሰብ ክልተ ዓይነት መልሲ ኣለና እወ ወይ ደሞ ኣይኮነን እዩ ዶ so did you used to uh, play soccer when you were a kid ኢልኩም ዝኾነ ሰብ ቆልዓ እንዳሃለኻ ኩዕሶ ትፃወት ነርካ ዶ ኢልኩም አ ክልተ ዓይነት መልሲ ትምልስዎ ኢኹም እወ ይፃወት ነይረ በእርግጥ ቆልዓ ኹንካ ዘይተፃወትካ ምዕባይ ማለት እዩ i think it's gonna be hard so yes i did yes i did alright እወ ይፃወት ነይረ እየ ማለት እዩ

ላይክ ሲጋራ ዘትክኽ ምናምን ዝመስል ሶ ከዚ ስኹም መጺኹም ምናምን ኣብ ኮሜንትስ ዲድ ዩ ዩዝ ቱ ስሞክ ናቲ ተልኩምንስ ኣይ ኖ ኣይ ዲድንት ኢለ ክምልሰልኩም ይኽእል እየ ማለት እዩ ኦኬ ሶ እዚ ዘሎ ኣብ ሕሉፍ እንገብሮም ዝነበርና ተግባራት እንኾኖም ንበር ነገራት ብሕቶ መልክዕ ከምዚ ጌርና ነእትዮ ንኽእል ኢና ክንገልጽ ከለና እውን ኣብዚ ኣብዚ ደሞ ዘይንገብሮም ዝነበርና ነገራት እዩ ኣብዚ ንገብሮም ነበርና ኣብዚ ደሞ ዘይንገብሮም ነበርና ላይክ ኣይ ዲድን ዩዝ ቱ ናበልና ማለት እዩ ብኮሽን ፎርም ደሞ እንገብሮም ዝነበርና ከይኮነሰ ከም ሕቶ መልክዕ ክነምፅኦ ከለና ከምዚ ትገብር ነርካ ዲኻ ከምዚ ትገብር ነራ ድያ እዚ ዲድ ዩ ዘሎ ዩ ዘሎ ኣብዚ ንሳ ከምዚ ትገብር ነራ ድያ ንምባል ባዕሉ ዲድ ሺ ኢኹም ትገብርዋ እዛ ዩ ዘላ ሺ ትገብርዋ ንሳ ሺ ሂ ንሱ ንሳቶም ዘይ ንሕና ዊ ኦከይ ሶ እዚ ብጣዕሚ ክቀለልኹም ደሞ ማለት እዩ ልሓለፈ ትምህርትታት ማለት እዩ እናራእኹም ኹዱ ላይክ ብጣዕሚ ክቀለልኹም ማለት እዩ በተለይ ድሕሪ ሓደሽቲ ተማሃሮ ኹንኩም ላይክ ካብ መጀመርያ ናራእኹሞ ምፁ እንታይ እዩ ኣይ እንታይ እዩ ዩዝ እንታይ እዩ ቱ እንታይ እዩ ድሪንክ እንታይ እዩ ኮፊ

ኦኬ ሶ ብደንቢ ኣንብቡ ኢኹም ብደንቢ ደሞ ቶክ ግበሩ ኢኹም ንኣይሓኹም ደሞ ኣተባብዑኒ ኣብ ኮሜንት ሓሳብኩም ፍቕርኹም ኩሉ ነገር ለሎ ኣእትዩ ኢኹም ፀሓፉለ ኢኹም ሶ ከም ዝበልኩኹም ናብ ኩሉ ሰብ ሼር ግበርዎ ኢኹም ኣብ ዘለኹሞ ሰላምን ጥዕናን ይሃበና